ሰላም ሰላም ናይ ዩቲብ ቻናለይ ተኸታተልቲ ከመይ ኣለኹም ከመይ ትኾኑ እግዚኣብሔር ይመስገን ኣነ ብጣዕሚ ሰላም እየ ብዘለኹምዎ ሰላም ፍቕሪ ቅሳነት ዕቤት ለውጢ ፀፅብቑ ልኣኻትኩም እናተመነኹ ምሳኹም ዘለኹ የወርዳ ሓፍትኹም እየ ንዩቲብ ቻናለይ ሓደሽቲ ዝኾንኩም እንኳዕ ዳሕና መፃኹምለይ ናበልኩ በዛ ናይ ደወል ምልክት ክልተ ግዜ ብምጥዋቕ ቤተሰበይ ኩኑ ማለት እዩ ብሩኻተይ ኣነ ከኣ ኩሉ ግዜ ልኣኻትኩም ከስሕቐኩም ይኽእል እዩ፣ ልኣኻትኩም ከዘናግዐኩም ይኽእል እዩ፣ ልኣኻትኩም ክጠቕመኩም ይኽእል እዩ ልበልኩዎም ሓደሽቲ ሓደሽቲ ቪድዮታት ሕሒዘ ምምጻእ ኣይክሓምቕ እየ ማለት እዩ። ንስኻትኩም ከኣ ሼር ላይክ ኮሜንት ብምግባር ኩሉ ግዜ ምትብባዕኹም ከም ናይ ኩሉ ግዜ ኣይፈለየኒ ክብለኩም ይደሊ ማለት እዩ። ሳብስክራይብ ጌርኩም ሼር ላይክ ኮሜንት ብምግባር ኩሉ ግዜ በርትዒ ጎብዝን ኣበልኩም ምብርትታዕኹም ንትልግስለይ ድማ ኣዝየ ኣዝየ ኣዝየ ካብ ልቢ እየ ለመስግን ቃላት የብለይ ብፌስቡክ ትፈልጡን ይኹን ብቲክቶክ ትፈልጡን ኣሕዋተይ ይኹን ብዝኾነ ይኹን ሶሻል ሚድያ ትፈልጡን ኣሕዋተይ ብዩቲብ ኢና መፃኹም ይኹን ወላ ብዝኾነ ሶሻል ሚድያ ብዝረኸብኩም ንሶሻል ሚድያ ንትገብርሉ የምትብባዕኹም ሞራልኩም ኣዝየ ካብ ልቢ እየ ለመስግን ማለት እዩ ብሩኻተይ ናይ ሎማዓንቲ መደብና ከዓ ማለት እዩ ኣብ ስዑዲ ዓረብ ለለና ደቂ ኣንስትዮ ለለና ምትሕልላይ ለለና ፍቕርስ እንታይ ይመስል ልብል ንእሽቶ ነገር ክናገር እየ መጽእ ምስሊ ገጠመትኒ ማለት እዩ። ኣነ ከም ዝዕዘቦ ኣብ ስዑዲ ዓረብ ዘለና ደቂ ኣንስትዮ ከመይ እዩ ምትሕልላይና ከመይ እዩ ፍቕርና ማለት ልልና ምትሕላይ ከም ስደተኛታት ንሕናሲ ንተሓላለዶ ኣነ ክዕዘብ ከለኹ መብዛሕትኡ ግዜ ማለት እዩ ደቂ ኣንስትዮ በጭራሽ ኢና ለይ ንተሓላለ በጭራሽ ማለት እዩ ውሱናት ኣለዋ እየን ልተሓላለያ ልሓሊ ሰብለ ኣሎ እዩ ግን መብዛሕቲና ደቂ ኣንስትዮ ስዑዲ ዓረብ ለለና በፍፅም ኢና ንተሓላለ ክንተሓሳሰድ መዓት ኢና ግርም እዩ ልብለኒ ደቂ ኣንስተን ሳተን እየን እናኸሳ ናብ እጃዛ ወፅየን ይኹን ኣብ ስራሕ ኣብ ስራሕ በተለይ ኣብ ስራሕ ኣነ ልተዓዘብክዎ ኣብ ስዑዲ ዓረብ ለለና ደቂ ኣንስትዮ በጭራሽ ኢና ለይ ንተሓላለ ሓንቲ ልገጠመትኒ ነገር እያ ክነግረክን ቅድሚ እዛ ወርሒ እዚኣ ኣብ ሸሃረ ሻዕባን ገና ሮሞዳን ከይኣተወ ከሎ ኣብ ሻሃር ሻዕባን ከለና ሓንቲ ሓፍተይ ብሶሻል ሚድያ እያ ትፈልጠኒ ትላለየኒ እሞ በይዛኺ ብምንታይ ክረኽበኪ ትብለኒ እሞ ብቲክቶክ ብሶሻል ሚድያ እያ ብቲክቶክ ሓንቲ ሓፍተይ ትፈልጠኒ በይዛኺ ዮርዳ ሓፍተይ ብምንታይ ክረኽበኪ ይኽእል ትብለኒ ማለት እዩ ኣነ ከዓ ናይ ፌስቡኮይ ሽም ዮርዳን መብራህቱ ኢልኪ ክትረኽብኒ ትኽእል ይኽኢለ ፅሒፈላ ኣብ ቲክቶክ ድሕሪኡ ብፌስቡክ መፅኣ እዛ ቆልዓ ትፅሕፈለይ ትድውለለይ እሞ ብዙሕ ጸገማት ኣተውግዕኒ ኣውዝያ ምሳና እያ ኣብ ጂዛን በይዛኺ በይዛኺ ዮርዲ ሓፍተይ ስራሕ ረኢለይ በቃ ስራሕ ተጨኒቀ ክልተ ኣሕዋተይ መጽዮም ንዩ ምሽዋር ስሒበ ኣደዳ ጭንቀት ኮይነ ስራሕ ካብ ልስእንሲ ያው ህዚ ሸውዓተ ወርሒ ላብ ሸሞንተ ወርሒ ገይረ ኒኦኹ ስራሕ ልበሃል ካብ ልስእን ሸሞንተ ወርሒ ገይረ በይዛኺ ብማርያም ዮርዲ ሓፍተይ ስራሕ ልፈልጣ ሰባት ወይ ከዓ ስራሕ ትፈልጢ ትኾንኪ በይዛኺ ዮርዲ ሓፍተይ ኢላ እዛ ቆልዓ ትምሕጸነኒ ማለት እዩ ኣነ ልባዕለይ ልኾን ስራሕ ዶ እግዚኣብሔር ኣምላክ ይመስገን ስራሕ ልበሃል ስኢነ ይፈልጢ ግን ስራሕ ልሓቲ ኣዕራብስ ብዙሕ ልኣይሲ ኣዕራብስ ሓቲተናነ ይፈልጣይ ምናልባት ኣው ዝኒኦ ክዎ ጋርያ ቢያንስ ሓደ ዓመት ልኾን እየ ገይረንበይ ካብ ቀደም ይኾንኩ ነይረዮ ኣብ ዝኒኦ ክዎ ጋርያ ምናልባት እንድሕር ደኣ ሓቲተናኒ ግን በቃ ክነግረኪ እየ ዝሓፍተይ ይብላ ማለት እዩ እዛ ቆልዓ ብዙሕ ጭንቀት ኣያውጊዓትኒ ብዙሕ ችግራት ኣያውጊዓትኒ ብጣዕሚ ከዓ ሕዚናትኒ ሽዑ ዝኾነት ትኹን ዓረብ ምስ ተሓተኒ ወይ ከዓ ሓበሻ ኮይና ስራሕ ይፈልጥ እየ ትላትኒ ኣጆኺ ክተሓባበረኪ እየ ይብላ ዝሓፍተይ ድሕሪኡ ኣነ ከዓ ሓንቲ ዓረብ ተሓተኒ ማለት እዩ ኣብ ዝኒኦኽዎሲ ዝኒኦኽዎን ኣነስ ንዘን ኣነ ይኸወንስ ሓንቲ ቤተሰበን እየ ዓረብ ሰራሕተኛ ትፈልጢ ትኾንኪ ሰራሕተኛን ፅለይ ትብለኒ ማለት እዩ ኣነ ከዓ ቀዋሚ ድዩ ከመይ ገዛ ኸይለ ቀረባ ስለዝኾነ ናብዚ ገዛ ትወስደኒ ኣነ ከዓ እዚ ገዛ ይሪኦ ኩሉ ነገር ይሪኦ ኣነ ከዓ ናብዚ ገዛ ከይደ ይሪኦ እዚ ገዛ ከመዩ ሰራሕተኛ ነይራትኩም ዶ ኢለ ኩሉ ነገር የጣል ሰራሕተኛ ነይራትና እያ ኣርባዕተ ዓመት ንኾን ተቐሚጣ ድሕሪኡ ግን ዲስባስ ወዲኣን ንዓዳ ከይዳ ሕዚ ግን ሰራሕተኛ ተድልየና እያ ሰራሕተኛ ኣለሸልና ትብለኒ ማለት እዩ ኣነ ከዓ ፅቡቅ ኢለ እዛ ሓፍቲ ዕድል ዶ ገይራና ትጨነቐት ኢለ ቢያንስ ካብ ትነግረኒ እታ ቆልዓስ ድሕሪ ክልተ ሰሙን እዩ ሽዑ ነዛ ቆልዓ በሊ ስራሕ ረኺበልኪ ኢለ ላውዚ መንደር የምፅኣ ሽዑ በሊ ስራሕ ረኺበልኪ ኢለ ኣነ ከዓ ላውዚ መንደር እየ ምፃ ላውዚ እንረኽቦ ኣነ ማለት እዩ ኣነ ግን ኣብ ካሊእ መንደር እየ ዝሰርሕ ነይረ እምበይ ካብ ቀደም ኣውዚ እየ ኮንኩ ነይረ ኣውዚ ቢያንስ ሓደ ዓመት እየ ገይረኒ እኹ ኣብ ካሊእ መንደር እየ ነይረ ካብ ቀደም ዝሰርሐሉ ብጣዕሚ ልፎትዮ መንደር ካሊእ መንደር እየ ነይረ ኣብ ካሊእ ጋርያ እየ ነይረ ተመላላሽ እየ ዝሰርሕ ኣብ ካሊእ ጋርያ እየ ነይረ ኣብዚ ጋርያ እዚ ሰኣይ ኮንኩ ማለት እዩ ድሕሪኡ ሓደ ዓመት ዳርጋ ግን ገይረ እኒኦኹ ያው ክልተ ገዛ እየ ዝሰርሕ ሓደ ዓመት ስገይረ እኒኦኹ ደገ ምናምን ብደንብ ገይረ ግን ኣይወፅእ ፈልጠን ሓበሻ ረኪበ ይፈልጥ ብዙሕ ዝረክበን ሓበሻ ይብለይ ድሕሪኡ ሓንቲ ለዓባይ ሰበይቲ ጉሓፍ ክጉሕፍ ከለኹ ይረክባ ነይረ ሽዑፍቲ ኢና ንሰርሕ ኣለዋን ቤተሰበይ ኣውዚና ተኣኪብናስ ገዛ ሒዝና ዳዓረብስ ተማላላሽ ኢና ንሰርሕ ኢላትኒ ሓንቲ ዓባይ ሰበይቲ ጥራሕ ረኺበ እምበር ኣነ ወላ ሓንቲ ልፈልጦ የብለ እዩ ዝመንደር ማለት እዩ ኣብ ካሊእ ጋርያ እየ ዝሰርሕ ነይረ ድሕሪ ይብለክን እዛ ቆልዓ ናብዚ ስራሕ የምፅኣ እሞ ሓደ ወርሓ ምስ መልአት እዘን ሓበሻ እንታይ ይገብርኣ እዛ ዓባይ ሰበይቲ እንታይ ትገብራ ነዛ ሰራሕተኛ ኣነ ለምጻእኹዋ ኣውጺኣስ በዓልተን ብቕናሽ ብሽሒ ኣርባዕተ ለምጻእኹዋ ገፊሕ እዩ ዝገዛ ዓብዩ እዩ ክዳውንቲ ክትሓፅብ እያ ክዳውንቲ ክተኹ እያ ተምሃሮ እኒኦዎም ቀሊል ስራሕ ኣይኮነ ግን ምስ ስለየለ ምንም ክግበር ኣይከኣል እዩ ብሽሒ ኣርባዕተ ፅቡቕ ኢላ እዛ ቆልዓ ተስማዕሚዓ መፅያ ተስማዕሚዐላ ሽዑ እንታይ ገይረን ኣመሲልክን ለኣ ኣውፅእ ኣቢለን ቦርጊገን ማለት እዩ ኣርባዕተ ሚእቲ ቀኒሰን ኣርባዕተ ሚእቲ ካብዚ ደመወዝ ክንቅንሰልኪን ባዕልና ክንሰርሐልኪ ኢለን ብሽሕ ቅርሺ እዛ ቆልዓ ኣውፅእ ኣቢለን ብሽሕ ቅርሺ ይሰርሓላ ኣለዋ ማለት እዩ ድሕሪኡ እዛ ቆልዓ እንታይ ከም ዝኾነት ዝዓረብሲ በቃ ውዚ ረኺበየ ሰራሕተኛ ተመላላሽ ክሰርሓለይ ልኽእላ እሞ በቃ የደልየኪ ኢላ ውፅኣታ ለኣይ ኳስ ዓረብሲ የነገረትኒ ቀጥታ ውፅኣታ ማለት እዩ ሽዑ እዛ ቆልዓ ይሓታ ታይኸ ኮይኑ ክወፅ ይኽእል እያ ሽዑ እዛ ቆልዓት ኣይትብለኒ ሓንተላ ኣብዚ መንደር ትሰርሕሲ መፅያ ነይራ ብትማሊኡ ድሕሪኡ ግን ብፅባሒትኣ ግን ቀጥታ ዝዓርብ ኣብዚ ዘለዋ ክሰርሓለ እየ እንተመላላሸዋ ኣይደልየኪ ኢላ ኣውፅኣትኒ ትብለኒ ማለት እዩ ሽዑ ኣነ ከዓ እዛ ቆልዓ ቁፅረይ ወሲዳ ምናምን ደዊላትለይ ስለ ዝነበረ ኣብዚ ኒኹዎ መንደር ለላ ዛለውፀታ ቆልዓ ኣነ ከዓ ደዊለ ስለምንታይ ተውፅእያ ኢለያ ስለምንታይ ዝተውፅእያ ኢለያ ማለት እዩ ፌስቡክ እንታይ ይብል ምናምን ኢላትኒ ስለነበረት ኣነ ከዓ ብፌስቡክ ፅሒፈላ ትልመለሰ ተመልሰ ውዚ እኒኦ ኣንብቡ እሞ ኣሕዋተይ መዓሪ ማዕረ ክንድዚ ጭካነታ እዩ ማለት ሲ ማዕረ ክንድዚ ስለምንታይ እዩ ከም ዝተሸንሸንካዮ እና ርኢኹም ዝሓበሻ ሲ ልዛ ኣነ ለምፃእኽዋ ዝተቸገረት ቆልዓ ኣውፀ ኣቢላ ክንቅንሰልኪ ኢና ገንዘብ ዋኢ ባዕልና ክንሰርሐልኪ ኢለን ባዕልተን ይሰርሐላ ኣለዋ ዛረኸብክዋ ሰበይቲ ዝልወለደት ምናምን ዓባይ ሰበይቲ እያ ማለት እዩ ኣብ ምዕባይ ኣይኮነይ ምሕሳብ ደኣ እዩ እምበይ ኣብ ምዕባይ ይኾነይ ዕድመ ግን ኣብዚ ዓዲ ዘለና ሰባት ሲ ስለምንታይ ነማዕርኽ እንዶ ንተሓሳሰብ ብስራሕ ንተሓሳሰብ ጉልበትካ ተገዚእኻ ትሰርሖ ስራሕ ሲ ስለምንታይ ትሰርሕ ለይትገድፋ ሽዑ ኣነ እንታይ ገይረ ይድውለላ ላብዚ ሓበሻ ስለምንታይ ኣውፂኽያ ስራሕ ኢለ ማለት እዩ ስለምንታይ ተውፅእያ ኣነ ኣምፅኤያ ኣለኹ ዓረብያ ሓቲታትኒ ስለምንታይ ኣነ ቀኒሰ ክሰርሐልክን ለኣ ኣውፅእያ ኢልክ ስለምንታይ ኣውፂኸያ ኢለያ ማለት እዩ ብጣዕሚ እየ ተናዲደ እንደውም ሕማቕ የተዛረብኩዋይ ፅሑፍ ይፅሕፈላ ማለት እዩ ፅሒፈላ ልመለሰትለይ መልሰ እዚ እኒኤ ክረኣዩ ግርም እዩ ልብለካ በቃ ይስርሓዮ ወላ ቀኒሰ ይስርሓዮ ሲ ስለምንታይ ሓደሽቲ ተምፃልና እያ እዚ ዓዲ እኮ ብጉልበትካ ክትሰርሕ ኢኻ መፂኻዮ እንኸውን እዛ ቆልዓ ከዓሲ ብጉልበታ ሰሪሓ ልትረኽቦ ደመወዝስ ኣውፅ ኣቢለን ሓሰ ኢለንኣ ማለት እዩ ብጣዕሚ እዩ ገሪምኒ እግዚኣብሔርን ከምዚ ገሪምኒ ይፈልጥ ሽዑ ከኣ እዚ ጽሑፍ እዚ ጥራሕ ለይኮነት ደዊለ ከኣ እዚ ሓፍተይ መዓረይ ኣነ የኽብረኪ ድየ ኣብ ወላ ሓንቲ ኣይተራኸብናይ ለኽብረኪ ሰቢኺ ግን ላውዚስ ሓደሽቲ ልበሃል ሰይተምጻ እቲ ጽሑፍ ጥራሕ ለይኮነሲ ደዊላ ለሲ ሓደሽቲ ልበሃል ስከይነምጽእ ኣብ ጀዛኒ ከባቢ ኣይለለኽን ደቂ ኣንስትዮ ኣሕዋተይ በተለይ መጀመርያ መጀመርያ እዚ ዓዲ እዚ ተዋላሽ ይለሎ ባዕልና ኢና ኣበላሽና እዩ ወላ ሓንቲ ይገብሩ እዞም ዓዲ እዚኦም እንዶም ተዋረኹ እዮም እዞም ዓዲ እዚኦም ኣነ እዞም ዓዲ እዚኦም ኣመስግኖም እዩ ባዕልና ኢና ነበላሸው ኣለና ኣሕዋት መዓሪ እንግዲህ ሰው እሞ ተጨኒቃ ዝኩሉ ችግር በፂሕዋ ልመፀት ቆልዓሲ ቀኒስና ክንሰርሐልኪና ኣውፅያ ኢለን ኣውፅየን ሰደና ኣነ ብጣዕሚ እየን ገሪመናኒ ብጣዕሚ ማለት እዩ ኣነ ብዙሕ ወርሒ ጎርኪ ኣብዚ መንደር እዚ ብዙሕ ልፈልጣ ዓረብ የብለይ ደገ እውን ኣይወፅእ ክልተ ገዛይን ኣብ ሓደ ከንሸሎ እዩ ሰሪሐ ገብ ገዛይ ኮፍ ልብል እና ሓንቲ ከማኻ ተቸገረት ሓፍትኻ ጓል ዓድኻ ሓበሻ ከማይ ተቸጊራ ስራሕና ስራሕ ሲ ከመይ ጌርካ ኢኻ ኣነሲ ማለት እዩ ኣነ ባዕለይ ተመላላሽሲ ሰለስተ ገዛ ኣርባዕተ ገዛ ደፋእ ኢልና ንሰርሕ ነርና ኢና ገንዘብ ደኣ እዮ ክትሓዝ ዘይከኣል እምበይ ንሰርሕ ነርና ኢና መዓት ገዛ እግዚኣብሔር መስገን ግን ውሽጠይ ክወቕሰኒ ልኽእል ናይ ሓንቲ ሰብ እውን ሓሲደ ኣይፈልጥን ናይ ሰብ እንድሕር ደኣ ፈሊጠያ ቀስ ኢለ እየ ልገድፋ ናይ ሰብ ልበሃል እውን ኣትየ ይፈልጥ ኣረጋጊፀ እየ ልኣቱ ክኣቲ ተኮይኑ እኳሲ ሰራሕተኛ ነይራትኩም ድያ ሰራሕተኛኹም ደኣ ላባ ከይዳ ኢለ እየ ልኣቱ ኣነ ብዙሕ እየ ተዓዝየ ወላ ሓንቲ ልገብራ የብለን እዘን ዓዲ ሓንቲ ለሓንቲ ክትሕስድሲ ሕሰብ እሞ ሓንቲ ለሓንቲ ወላ ዓዳ ክትሕስድሲ ቀኒሰ ክሰርሐልኩም እያ ለዓዓውፅዋ እንጀራኻ እውን ይወስደልካ እዩ እንጀራ ይገብረልካ ሰሪሕካ ዋላ ደኺምካ ትረኽበን ለለኻ ገንዘብ እንድሕር ዳኣ ለሓንቲ ጓል ዓደይ ለሓንቲ ከማይ ሓበሻ ልማንም ይኹን ማንም ሓበሻ ገሌልካ ለይኮነ ዋላ ፓኪስታንስ ይኹን ዋላ ህንድስ ይኹን ንሓደ ወዲ ሰብ ናሰርሖ ልነበረ እንጀርኦ ዓንቂፍካ ለኣኻ ክትወስድ ተለኻ ምንም እንጀራ ይገብረልካ እና ማለት እዩ ብጣዕሚ እዩ ደቢርኒ ብጣዕሚ ያናድዳትኒ ብጣዕሚ ማለት እዩ ምስ ደወለትለይ ኣነ ብጣዕሚ እየ ተናዲደ እስኸሲ እዚ መንደር እዙይ ሲ ናትኪ ድዩ ኮይኑ ውርሻ ዳቦኺ ድዩ ውርሻ ዳነኺ ድዩ እንታይ ክትገብረ ውፅኢኸያ ኢለያ በቃ ኣውፅኤያ ኣውፅኤያ እንታይ እሞ ስጀመረ ጣሊልኪ ኮንኪ ኢላትኒ ኣነ ከዓ እዛ ዓረብ ኣነ ከዓ እዛ ዓረብ እንታይ ደኣ ኮይኑ ከውፅኢኸያ እዛ ቆልዓ ምስ በልኩዋ ክሰርሐልኪ እየ ኢላትኒ እያ ኢላትኒ ዘን ዓዲ ከዓ ትፈልጠኒ ከን ሓንቲ እየ ሓባይ

ኣነ ገሪመናን እየን ዘነዋድድ እግዚኣብሔር ኣምላክ ግን ማለት እዩ ችግርካ ይርእልካ እዩ ኩሉ ግዜ ምስ ችግር እዩ እዛ ቆልዓ ግን ካብዚ ኣውፅኤን ሰዲድና ልሓሸ ስራሕ ሽሒ ሓሙሽተይ መግዛእቱ እውን ልሐሸ ስርሑ እውን ልሐሸ ማለት እዩ ልቀለለ ስራሕ ብሽሒ ሓሙሽተይ ግን ፈጢርላ ሳተን ግን ካብዚያ ብርጎ ገቢለን ኣውፅኤና ማለት እዩ እና እንታይ እየ ክብል ደሊ ኣሕዋተይ ማለይ ኣብዚ ሓዱ እዚ እግዚኣብሔር ይባርኸልካ ጥራሕ እግዚኣብሔር ይባርኸልካ እምበር ወላ ሽሕ ቅርሺ እውን እኸልቲ እያ ገንዘብ ተዋህሊልካዮ ተዋህለላ እዩ ስለዚ ናይ ማትና ኣይንድለ ክንደይ ልጨነቓን ስራሕ ልሰኣን ኣሕዋትና ንሓግዘን ንሓግዘን ዳኣ እምበር ክልዮ መሊስና ኣይንድፋ እየን እና ኣሕዋተይ ማዕረይ እግዚኣብሔር ኣምላክ ከዓ ስደት ናሕፂሩ እግዚኣብሔር ኣምላክ ልዓድና ይውሰደና ስደት ናሕፂሩ ሰላም ላዓድና ይመልሰና ኣሕዋተይ መዓረይ ናይ ልማዓንቲ መደበይ እዚኣ ትመስል ነይራ ማለት እዩ ባዕልና ንባዕልና ንተሓዳለን ኣሕዋተይ መዓረይ ስራሕ ልጨነቐን ስራሕ ልሰኣን ኣሕዋትና ንሓግዘን ክብለክን ይደሊ ባይ ባይ